ሄሎ ሄሎ ኤቭሪዋን ወልካም ወልካም ቱ ማይ ቻነል ከመይ ቀኒኹም ክብራተይ ኣነ እግዚኣብሔር ይመስገን ብጣዕሚ ፅቡቅ ቀኒ ሎማዓንቲ ብኣዝዩ ኣገዳሲ ነጥቢ ክንዘራረብ ኢና ስፔሻሊ ከም ኣዴታት ሓፈሻዊ ከዓ ከም ደቂ ኣንስትዮ ናብ ስደት ንነብር እንደለና መጠን ዕውታት ንክንከውን ስፔሻሊ ከዓ ንኣዶ ቆልዕት እያ ሎማዓንቲ ማለት እዩ ንዓናን ንደቅናን ንሰብኣይናን ንሓዳርናን እኹል ትሩፍ ዝኾነ ግዜ ወይ ከዓ ኦርጋናይዝ ዝኾነ ሂወት ንክህልወና ኣነ ዝጥቀመን እሞ ብኸፊሉ ከዓ ዝሕግዛኒ ኣሎ እዩ ሳምታይምስ ምፍራስ ግን ድሕግዘኒ ኣይድያታት ክበክኔ ካብ ሓሙሽተ ክሳዕ ሽዱሽተ ድኸውን ኣይድያ ክበክኔ በታ መጀመርታ ክንጅምር ኢና ክብራተይ ናይ ብሓቂ እየ ከዓኒ እኽል ትርፍ ክብለክን እዩ ግዜኽን እንድሕር ደኣ ብግቡእ ተጠቂምክናሉ ማለት እዩ ንዓይ ስለ ዝጠቕመኒ So ቁፅሪ ሓደ ቁፅሪ ሓደ ንዓይ ብጣዕሚ ዝጠቅመኒ ሓይለይ ከዓ ምልእ ዘብለለይ ቅድሚ ስድራክን ምትሳእ ማለት ቅድሚ ደቅክን ምትሳእ ማለት እዩ። ኣነ ኣብዚኣ ናተይ ቤት ሰብኣየይ ቀዲምና ንጉሆ ተሲኡ እዩ ስራሕ ዝከይድ። ኣነ ከዓ ብውሕዱ ማለት እዩ ብውሕዱ ማለት እንተኺኢልክን ከምዚ እንተ ተተኻኢሉ ከምዚ ናይ ኣዴታትና ግልልት ዝትስኦ ዝነበራ ብጣዕሚ እዩ ጽቡቅ ግን ኣነ ኣይ ካንት በቃ ብጣዕሚ ስለ ዝደክም ሙሉእ መዓልቲ በቃ ብጣዕሚ እየ ዝደክም ክድቅስ እየ ዝደሊ ስለዚ ከምዚ ብዙሕ ዋላ እንተዘይኮነ ግን እንተ ወሓደሲ ካብ ፍርቂ ሰዓት ክሳብ ዕስራ ደቂቅ ዝኸውን ኣቀዲምና ቅድሚ ደቅና እንድሕር ተሲእና ኣትሊስት ቁሩብ ምሻሎ ህድእ ኢልና ናይ ክልተ ሰለስተ ደቂቅ ዋላ ክንጽሊ መሊስና ክንሕጸብ ብራሽ ክንገብር ዝኾነ ክሬም ድዩ ሳንስክሪን ድዩ ንገብሮ ነገር ተለና ንኽንገብርሲ እዛ ዕስራ ደቂቕ ድያ ፍርቂ ሰዓት ንብላ ዘለና እኹል ትርፍ እዩ። ካብኡ ሓሊፉ ማይ ክንሰቲ በቃ ህድእ ኢልና ገለ ሽዑ ምስ ተስኡ ሬዲ ንኸውን ቆልዑትሲ ትስእ ኢሎም ናብ ሕቶ ምሕታት ናብ ዩኖ በቃ ናብ ናብቲ ናቶም ዘድልዮም ነገር ዋላ ሓንቲ ስለ ዘይርድኡ ንዓኻ እንታይ የድልየካ እንታይ ገለ መልታሲ ትፈልጦ ኢኽን ናይ ቆልዑት ነገር ማለት እዩ ስለዚ ቅድም ኢልክን ተሲእኽን ሬዲ ክትኮና ነቲኦም ቆልዑት ክትስኡ ከለዉ ኸዓ ብጣዕሚ እዚኣ ትሕግዘክን እያ ኦርጋናይዝ ዝኾነ መዓልቲ ክትውዕላ ኣነ ንዓይ ብጣዕሚ እያ ትሕግዘኒ ማለት እዩ ቁፅሪ ሓደ። ቁጽሪ ክልተ ቁጽሪ ክልተ እዚኣ ከኣ ብጣዕሚ ኣገዳሲት ማለት እያ ብጣዕሚ ብጣዕሚ ኣገዳሲት መዓልትኽን ሂወትክን ስርዕ ተብሎ ብድሕሪኡ ደቅኽን ምስ ኣፋነኽን ናብ ቤት ትምህርቲ ድዩ ወይ እንድሕሪ ተሲእኽን ኣቐዲምክን ቅድሚ ምትስኦም ድዩ ዝኾነ ሶሻል ሚድያ ዘይምጥቃም ማለት እዩ ንዓይ በቃ ብዝኾነ ዋላ ገለ መልእኽቲ ክብል ኢለ ኣትየ እንድሕር ብኡ ገይረ ቀጺለ ማለት እዩ መዓልተይ ምልእቲ ትርምሰለይ እዛ ነገር እዚኣ እያ። ስለዚ ብዝተኻእለኒ መጠን ከምኡ ከይገብር እየ ዝፍትን ማለት እዩ ክሳብ ንዕኡ ዝኸውን እኹል ትሩፍ ግዜ ናይ ሪላክስ ግዜ ዝህልወኒ ጠቕላላ ጠቕላላ ሶሻል ሜድያ ዘይምጥቃም ማለት እዩ እንተኽኢለ ቴለፎነይ ሳይለንት ገብራ ሳይለንት ክገብራ እንተዘይብለይ ከማን ዋላ ቴለፎን ቴለፎን ዋላ እንድሕር ተዛሪበ ብዙሕ ገለ ናይ ዕረፍቲ መዓልተይ እንተዘይኮይኑ ላይክ ከምዚ ኖርማል ሕፅር ዝበለ መልእኽቲ ናይ ክልተ ሰለስተ ደቂቕ ኣርባዕተ ደቂቕ እንተዘይኮይኑ በቃ ተረሚሳ ኣላ መዓልቲ እንድሕር ቴለፎን የዕሊለ ስለዚ ሾሻል ሜድያ ይኹን ቴለፎን ምዕላል ይኹን ካልእ ይኹን ብሓጺሩ ቴለፎን ዝበሃል ነገር ቲቪ ገለ መለታት ሓንጎልናሲ ኣብ ካልእ ኢንቨስት ተዘይጌርናዮ እታ መዓልቲ ንግሆ እያ ኣቐዲማ ትባረኽ ማለት እዩ ንግሆ እንድሕር ስሉጥ መዓልቲ ውዒልካ እቲ ናይ ኣካ ምሸት ስርዕርዕርዕርዕ እዩ ዝብለልካ ስለዚ እቲ ኤነርጂኻ እውን ምስቲ ዘዝመጸ ይነው ቀሊል ኣይኮነን ሾሻል ሜድያ ድሕር ከፊትካ ሓዘን ክትርኢ ትኽእል ዘሰንብድ ነገር ክትርኢ ትኽእል ጽቡቅ ክትርኢ ትኽእል ሕማቅ ክትርኢ ትኽእል you know ሞራልካ ዘውድቀካ ክትርኢ ትኽእል ብዝተፈላለየ ነገር ስለ ዘሎ ሶሻል ሜድያ ኣቮይድ ተጌርና ዳሕራይ ከዓ ስክሮል ክትገብር ከዓ ንክንደይ ሰዓት ከዓ ትገብር ማለት እዩ ስለዚ እዚኣ ካብ ዝተኻለክን መጠን ክተቋርፃ ኣለክን ስፔሻሊ ኣዴታት እንድሕር ተኮይንክን ብዙሕ ብዙሕ ብዙሕ ብዙሕ እዩ ሓንጎልክን ድሕዘክን እሞኒ ድሕዘና እሞ ኣቋርፃ ንዓይ ጠቂማኒ እያ ክትጠቅመክን እያ ቁጽሪ ሰለስተ ከኣ ብጣዕሚ ኣገዳሲት ንግሆ ቀልጢፉ ክሰልጠክን እንድሕር ደሊኽን ማለት እዩ ነታ ኔክስት ደይ ሬዲ ኮይንክን ክትሓድራ ኣለክን ዋላ ሓፈሻዊ ስሉጥ መዓልቲ ውግን ዝሓሰብክንኦ ጌርክን ክትውዕላ ብሓጺሩስ ኣብ መዓላኣ ክተውዕላኣ ተኮይንክን እታ መዓልትኽን ማለት እዩ ንጽባሕ ሎማዓንቲ እያ ትሰርሓ ኣይ ኖው ብመጽሓፍ ቅዱስ ተከይድና ጽባሕ ናይ ባዕላ ናይ ባዕላ መዓልቲ እያ ግን ኦፍ ኮርስ ናይ ባዕላ መዓልቲ እያ ሎማዓንቲ ብሂወት ስጋብ ዝኣለኻ ግን ንጽባሕ ፕላን ትገብር ከመይ ከም ፍቃድ ኣምላኽ ማለት እዩ ከም ፍቃድ ኣምላኽ ኢልካ ንኣብነት ንግሆ ሕጂ ደቂ ትምህርቲ ዝኸዱ ተኮይኖም ወይ ስኽን ስራሕቲ ኮይንክን ዴክር ተብጽሖም ተኮይንክን ወይ ዝኾነ ነገር በቃ ንሕና ኣለክን ንኣብነት እቲ ዘድልዮም ነገራት ምሸት እንድሕር ንዓሰርተ ደቂቅ ርብዕ ሰዓት ወሲድክን ሬዲ ጌርክንኦ ዳርጋ ሰዓት እያ ሴቭ ትገብረልክን ንናይ ጽባሕ ሰዓት ሲ እታ ዓሰርተ ደቂታ ርብዒ ሰዓት ናይ ምሸት ሴቭ ትገብረልክን ምክንያቱ ኣብ ራሽራሽራሽራሽ ኢልካ ትሰርሖ ነገርን ቀስ ኢልካ ሃዲእካ ክሳይ ትገብሮ ነገርን ብጣዕሚ ፍልልይ ኣለዎ እታ መዓልቲ ከኣ ትስርዓ ሓደ ከምኡ ነገራትክን ኣዳሊክን ገለ ክትሓድራ ብሓፈሻ ግን ልዕሊ እቲ ነገራት ምድላው ልዕሊ እቲ ክዳን ቆልዓ ድዩ ዋላ ናትካ ክሳይ ድዩ ዋላ ገለ ፕሮግራም ምስራዕ ማለት እዩ ዓሰርተ ደቂቅ ድዩ ርብዒ ሰዓት ወሲድካ ጽባሕሲ እንታይ እንታይ እንታይ እንታይ ክገብር ኢልካስ ብዛዕባ ጽባሕሲ ምሕሳብ ማለት እዩ ኣነ ሕጂ ከምኡ ኢለ እንድሕር ሓዲረን ከምኡ ከይበልኩ ተሓዲረን ኢትስ ቢግ ቢግ ቢግ ቢግ ዲፈረንስ ጋይስ ስለዚ መደብ እንድሕር ገይርክን እኹል ትሩፍ ይኹን ትኾና ንዓኽን ንደቅኽን ንሓዳርክን በቃ ንኹሉ ነገር ግዜ ዝህልወክን ማለት እዩ እንድሕር ንፅባሕ ብሃውሪ ጀሚርክን ኣንጊኽን ተንስኢኽን ግን ለኪ ደኖ ኮምፓስ ድበሃል የብልክን እናበይ ክትከዳ ኣንታ ከምኡ በቃ ንዓይ ዘጋጥመኒ ነገር እዩ ንዓን ሽር ድገብረክ እንደለኹ ብጣዕሚ ሓጋዚ ክኸውን ከዓኒ ንዓይ ስለ ዝሓገዘኒ ብጣዕሚ ርግፀኛ እየ ማለት ስለዚ እታ ቅድሚኣ ዘላ መዓልቲ ነቲኣ ፅባሕ ትኾነክን እንተወሓደ ዓሰርተ ደቂቕ ወሲድክን ፕሮግራምድ ኮይንክን ክትሓድራ እዚኣ ብጣዕሚ ክትሕግዘክን እያ ቁፅሪ ኣርባዕተ ከዓኒ ከምዚ ፐርፌክት ክንከውን ዘይምጽባይ ላይክ ከምዚ ሓደ ነገር እንድሕር ኣብ ሓንጎልና ኣሎ ዝሓሰብናዮ ዕላማ ዝኾነ ጎል ክኸውን ይኽእል ዝኾነ ክትሰርሕኦ ዝደለኽን ነገር ክኸውን ይኽእል ክትጅምርኦ ዝደለኽን ዓቢ ነገራት ክኸውን ይኽእል ላይክ ካብቲ ዘለክንኦ ንእሽተይ ሙቭ ክትገብራ ደሊክን ክትኮና ትክእላ ገለ ፐርፌክሽን ዘይምጽባይ ማለት እዩ ፐርፌክት ክትኮና ከይተጸበክን እቲ ፕሮግረስ ይዓቢ እቲ ምንቅስቃስ እቲ ምጅማር ይዓቢ ማለት እሱ እዩ ኣብቲ ፐርፌክሽን ደብጽሓካ ኣብቲ ውዱእ ነገር ደብጽሓካ ማለት እዩ ስለዚ እንድሕር ኣብ ሓንጎልክን በቃ ኩሉ ግዜ ሓደ ነገር እንድሕር ኣሎ ኮይናንስ ከምዚ ተገበርኩ ዶ ከምዚ ዶ ትብልኦ ነገር እንድሕር ሃልዩ ምጅማሩ ማለት እዩ ምኽንያቱ እንድሕር ጀሚርካዮ ኢኻ ኣብኡ ክትበጽሕን ክተመዓራርዮን እንታይ ተገበርኩ ኢልካ you know ክትንቀሳቀሰሉ ትጅምር እምበር ኣብ ሓንጎልካ ጥራሕ እንድሕር ጌርካዮ እቲ ሂወትካ ዘይስሉጥ like ዘይሕጉስ ምኽንያቱ ኣብ ሓንጎልካስ ሓደ ነገር ኣሎ ኩሉ ግዜ ዝቅስቅሰካ ትሓስቦ ነገር ስለዚ እንድሕር ጀሚርካዮ ኣነ ንዓይ ከምኡ እዩ በቃ ንኣብነት ሕጂ ሓንቲ ቪድዮ ከምዚኣስ ክሰርሓ ኢለያ ነዊሕ እንድሕር ጌረ ከምዚ ነው ኣንኮንፈርተብል ዋላ ካልእ እንዳሰራሕኩ ከለኹስኒ በቃ ንዓ ስለ ደይሰራሕክዋስ ኮንፈርትስ ኣይስማዓንን ኩሉ ግዜስ ኣብ ሓንጎለይስ ትሕዘኒ ማለት እዩ ስለዚ እቲ ሓንጎልና ካልእ ነገር ምእንቲ ከኣ መሊስና ካልእ ካልእ ነገር ዘዛዓበየ ነገር ከነኣምጠሉ እቲ ድሕዘና ደሎ እቲ ንሓስቦ ዘለና ነገር ከኣኒ ፐርፌክሽን ከይተጸበና ሓደ ውዱእ ነገር በቃ ከምዚ ክከውን ኣለኒ ከምዚ ክገብር ተደልየ ከይበልናሲ ክንጅምሮ ክንፍትኖ ከኣ ብጣዕሚ ሓጋዝን ግዜና ስሩዕ ክኸውን ሓንጎልና ክንጥቀመሉ ገለ ሓጋዚ እዩ በቲ ዝግባኣኒ ገሊጸ እያ ተኾይነ እታ ክብላ ዝሓሰብኩ ብጣዕሚ ሓጋዚ እዩ እማወቲ እዚኣ ከኣ ሓንቲ ንፍዕቲ በቃ ምሻሎ ክሰ ክትኮና ንፉዓት በቃ ምሻሎ ከምዚ ተንቃሳቀስቲ ገበርቲ ላይክ ዝሓሰብክንኦ ከኣ ኣብቲ መዓልትክን ከኣ ጌርክን ትውዕላ ገለ ክትኮና እቲ ሓንጎልክን እውን ብግቡእ ክትጥቀማሉ ይሕግዘክን ማለት እዩ ስለዚ ፐርፌክሽን ከይተጸበ ክንስእቲ ናትክን ሓሳባት ፕሮግረስ ይዓቢ ምት ነገራት ክንሲ ምጅማር ከኣ ብጣዕሚ ኣገዳሲ እዩ ማለት እዩ። ካልእ ከኣ ብጣዕሚ ዘቃለለይ ሂወተይ ድስ ክሰልጠኒ ላይክ እኹል ትሩፍ ማለትሲ ብዙሕ ነገር እንዳገበርኩ ከለኹስ ግን ከኣ ላይክ ንደቀይ ግዜ ከይስእነሎም ንሰብኣየይ ከምኡ ውን ንሓዳረይ ሓፈሻዊ ማለት እዩ ንነብሰይ ግዜ ምእንቲ ክረክብ ከኣ ብጣዕሚ ዝሕግዘኒ እንታይ እዩ እቲ ዘሎ ቴክኖሎጂ ምጥቃም ማለት እዩ ኦንላይን ሾፒን ብጣዕሚ ብጣዕሚ ብጣዕሚ እየ ዝጥቀመሉ ኣነ ማራ እየ ከዓ ግዜ ሴፍ ዝገብር ማለት እዩ ኣድላይ ተኮይኑ ዋላ ኣስቤዛ ኣስቤዛ ከይተረፈ ኦንላይን ሾፕ ክትንገብር ንክእል ኢና ማለት እዩ ምክንያቱ እንድሕር ዳ ብዙሕ ነገር ንገብር ኣለና ኮይና ንነብስና ከይንዕጭዕጫ እንድሕር ደሊና ኣብ ገዛና ኮይና ወይ ኣብቲ ዘለናዮ ስራሕ ኮይና በቃ ኩሉ ኣስቤዛ ብኦንላይን ሾፕ ክንገብር ንኽእል ኢና ማለት እዩ ሕጂ ኣነ ብዙሕ ብዙሐ በቃ ብኦንላይን ክሳይ ዝገብር ማለት እዩ ነገራት ህይወተይ ዘቃልል ብጣዕሚ ከዓ ይሕግዘኒ ካልእ ከዓ ብጣዕሚ ዝጥቀመሉ ከዓኒ ኖቲፊኬሽንስ ከዓ ኦፍ ይገብሮ ማለት እዩ ብጣዕሚ ደነት ግዜ ሲ ታይመር በቃ ከምዚኣ ካብዚኣ ክሳብ ሰዓት እዚኣ እዚኣ ፅሬት ጣዕታዕ ከብልየ ካብኣ ከምዚኣ ገይረ መግቢ ክሰርሐ ገለ ኢለ ኣብ ሰዓተይ እንድሕር ክውድእ ኮይነ እቲ ኖቲፊኬሽን ናይ ቴለፎን ንኣብነት ቴለፎን ክቕበለሉ ዘይስእል ዘይክእል ሰዓት ተኮይኑ እቲ ኢመርጀንሲ ጥራሕ ኣክስ ኣይገብሮ ማለት እዩ ካልእ ግን ከምዘይ ርብሸኒ ማለት እዩ ሰት ክትገብሮ ትኽእላ ኢኽን እቲ ኖቲፊኬሽን ተደሊኽን እውን ኦፍ ክትገብሮ ትኽእላ ኢኽን ማለት እዩ ብድሕሪ ኣብቲ ነፃ ዝኾንክሉ ግዜ ከዓ ባዕለይ ኣቴ ነቲ ክምልስ ዝግበኣኒ ይምልስ፣ ክድውል ዝግበኣኒ ይድውል ከኣ ብዙሕ ነገራት ከኣ ይሕግዘኒ ኸም ማለት እዩ። ሕጂ እቲ ምጥቃም እቲ ንኽእሎ ንኽእሎ ቴክኖሎጂ ከኣ ብጣዕሚ ሓጋዚ እዩ ማለት እዩ። እዚ ኦንላይን ሾፒን ንዓይ ህይወተይ በቃ ኣቕልል ኣቕልል እዩ ዘብለለይ ብጣዕሚ። ስለዚ እቲ ካባይ ንላዕሊ ብጣዕሚ ቢዚ እንድሕር ኮይንክን ገለ ከኣኒ ዋላ እዚ ዋላ ግሮሸሪ ሾፒን ስኒ ኦንላይን ክትገብራ ትኽእላ ኢኻ ማለት እዩ ሓጋዚ ኣብ ሂወትካ ሽዕኡ ኩሉ ስርሕራሕ ኣቢልካ ከዓ ኣብ ቀዳመ ሰንበት ድዩ ኣብ ንስኻ ትደልዮ ሂወት ክትውዕል ናብ ነብስኻ ዲኻ ክትምለስ ናብ ደቃ ብዙሕ ነገር ግዜ ሴፍ ትገብር ማለት እዩ ሓሙሽተ ዲና ሽዱሽተ በጺሕና ኢትስ ኦኬ ኔክስት ከኣ ብጣዕሚ ብጣዕሚ ብጣዕሚ እዚኣ ከኣ ትሕግዘኒ ኢለ ዝሓስባ ኣነ ማለት እዩ ናይ ብሓቂ ከኣ ዝፈትዋ ባህረይ ከኣኒ ኩሉ ግዜ ኣነ ኣብቲ ናቲ ሂወት እየ ፎከስ ድኸውን ማለት እዩ ኣብቲ ናቲ ኣብቲ ናትክን ሂወት እንተ ተድህባ ኮይንክን ከኣ ብጣዕሚ ብዙሕ ነገር ክትዓያ ክትቅየራ ላይክ ዩ ኖ ክትጥቀማሉ ሓንጎልክን ብግቡእ ብጣዕሚ ሓጋዚ እዩ ማለት እዩ። እዚ ክብል ከለኹ ከመይ ማለት እዩ? ንኣብነት ገለ ነገር ኢች ኤንድ ኤቭሪ ብሓጺሩ ካብቲ ዝነኣሰ ክሳዕ ዝዓበየ ነገር ዝገብሮ ኣነ ኢቭን እዚ ቪድዮ ዝሰርሖ ዝተፈላለየ ቪድዮ ልዕሊ ሽዱሽተ ሚእትን ሓምሳን ቪድዮ ሰሪሐ እየ ዘለኹ ኢትስ ጀስት ፎር ሚ ማለት እዩ ንወላ ሓደ ሰብ ኣቴንሽን ሲከር ሲ ኣይኮንኩን ማለት እዩ ኣቴንሽን ሲከር እንተ ኮይና ንካልኦት ሰባት ክንስሕብ ኢልና ኣብ ሂወትና ንገብሮ ነገር እንተ ኣለና ኮይኑ ኢትስ ናንሰንስ ስለ ዝኾነ ወላሓንቲ ንዓኻትክንስ ከምዚ ግዜኽን ጥራሕ ኢኽን ተጥፍኣሉ ዘለኽን ማለት እዩ ኢንጆይ ንኻልእ ኢልካ ክሳዕ ትገብሮ ዝሃለኻ ኢንጆይ ትገብሮ ኢኻ ኢለ ኣይሓስብን እየ ዝኾነ ነገር ማለት እዩ ዝኾነ ነገር ኢች ኤንድ ኤቭሪ ኣብ ሂወትክን ትገብርኦ ምንቅስቃስ ጽሬት ይኹን መግቢ ምስራሕ ይኹን ምኽዳንክን ይኹን ምውጻእኽን ምእታውክን ኩሉ ነገር ማለት እዩ ኩሉ ሸሻል ሜድያ ምጥቃምክን ዝተፈላለየ ነገር ዝተፈላለየ በቃ ብሓጺሩሲ ብሕጽር ዝበለሲ ንዓኽን ኢልክን ክትነብራ ኣለክን ንነብስኻ ኢልካ እንድሕር ትነብር ኮንካ like ኩሉ ነገር ማኔጅ ክትገብሮ ሲ ኣይትጽገምን ኢኻ ምክንያቱ እቲ ሓንጎልካ ብምሉእ ሲ ኣብቲ ሂወትካ እዩ ዘሎ ኣብቲ ሓዳርካ እዩ ዘሎ like ናብቲ ናይ ሓደ ሂወት ከይድካ like ኢ እንዴት ኢልክ ትፈልጥ ከመይ እንታይ ጉዳይካ ኣይኮነን ማለት እዩ ጉዳይካ ክሳዕ ዘይኮነ ካልእ ጉዳይ እንድሕር ትገብረሉ ኣለኻ ኮንካ እቲ ሓንጎልካ ኣብቲ ናትካ ሓዳር ኣብቲ ናትካ ሂወት ብዙሕ ነገር ይጎድለካ ኣሎ ማለትዩ ስለዚ ጋይስ ኣነ ሓጻር ማለትዩ ሂወትክን ስሉጥ ብዙሕ ነገር ንዓክን ዘዕግበክን ነገር ንካልእ ሜቢ ናቲን ክከውን ይክእል እዩ ዋይ ገለ ክከውን ይክእል እዩ ሕጂ እቲ ናትካ ሂወት ማለትዩ ግን ንዓይ ክሳብ ክሳብ እኩል ትሩፍ በቃ ዘዕግበንስ ክሳብ ዝኮነ ኣይ ዶን ማይንድ ንካልኦት ዓይኒ ገለ መለታት ስለዚ ሙሉእ ሃንድረድ ፐርሰንት ኣብቲ ናትክን ሂወት ኣብቲ ናትክን ሓዳር ፎከስ ክትኮና ኣለክን ናይ ካልእ ሰብ ሂወት ክትቋጻጸር ወይ ከኣ ንናይ ካልእ ካልእ ሰብ ንዓኻ ዋው ክብለካ ከምዚ you know attention seeker ገለ እንድሕር ኮንካ ከኣኒ like በቃ ከይነበርካ ምሟት እውን ከጋጥመክን ይኽእል እዩ ንነብር ደለኻ ዳ መሰለካ ኩሉ ነገርካ ከኣኒ ፍሩስ እዩ ዝኸውን like ክብለክንሲ ውሽጥኻ ዕጉብ ኣይከውንን ኣሳልጦ ኣይህልወካን፣ ስሩዕ ሂወት ኣይህልወካን፣ ብናይ ካልኦት ሰባት ትዝወር ክትከውን ትኽእል፣ ብዙሕ ብዙሕ ነገራት እዩ ከጋጥም ዝኽእል ከምኡ ዓይነት ሰብ ተኾይንካ፣ ስለዚ ሃንድረድ ፐርሰንት ኣነ ፎካስ ኣብቲ ናተይ ሂወት እየ ፎከስ ድኾን በቃ ፎከስ ፎከስ ፎከስ ፎከስ ጋይስ በቃ ንሙሉእ ሂወትክን ሙሉእ ሓይልኽን ሃንድረድ ፐርሰንት ኣብቲ ናትክን ሂወት እንድሕር ተመሓድርኦ ኮይንክን ከኣ ብጣዕሚ ርግጸኛ እየ ሚእትን ሓደን ፐርሰንት ማለቱ ብሾሻል ሜድያ ከይተጸለኽን ብናይ ካልእ ሰብ ሂወት ከይተጸለኽን ክብለኪ እንከለኹስ ብጽቡቕ ነገር ከምዚኣ ከምዚኣ ከኣ ኣይድያ ኣይትውሰዳ ገለ ማለት ኣይኮነን ግን ኩሉ ነገር ማለት እዩ ንሓዳርክን ብዝጥዕም ነገር ንሂወትክን ብዝጥዕም ንደቅኽን ገለ ሓሳባትክን ኩሉ ነገር በቃ ክተሳላስላ ክትገብራ እንድሕር ኮይንክን ሃንድረድ ፐርሰንት ኣብቲ ናትክን ሂወት ከም ዘለኽን ብጣዕሚ ኣገዳሲ እዩ ክተረጋግጻ ምስኣ ልግብ ኢላ ከኣኒ ብጣዕሚ ዕውት ክገብረክን ዝኽእል ከኣ መስሉጥ ሂወት ክህልወክን ዝገብር ከኣኒ ማለት መካይድትኽን መዛርብትኽን መሓዛኽን መዋዕልትኽን ሓፈሻዊ ሲነው እቲ መቃርብትኽን ክተለልያ ላይክ ከመይ ክብለክን እየ ክትመርፃስ ብጣዕሚ ኣገዳሲ እዩ እዚ ኩሉ ግዜ እዩ ዝብላ እዚኣ ኩሉ ግዜ ማለት እዩ ሕማቅ ዕርክነት ንፅቡቅ ልማድካ እዩ ዘባላሽዎ እንተ ደኣ ምስ ቶክሲክ ሰብ ትቀርባ ተኮይንክን ኩሉ ግዜ ሓንጎልክን ክሕዘክን እዩ እንተ ደኣ ምስ ሌዚ ሰብ ትቀርባ ተኮይንክን ንፉዓት ክትኮና ኣይትክእላን ኢክን እንተ ደኣ ይኖዋት በቃ እቲ ናትክን ኤነርጂ ሲ ማች ዝገብር ምስቲ ናትክን ኤነርጂ ክኸውን ኣለዎ ክብለክን ከለኹ ሲ ከመይ ክብለክን እየ ወደይ ብሓጺሩ ያ በቃ እቲ ከባቢኻ እቲ ትውዕሎ እቲ ትዛረቦ ሰብሲ ንዓኽን ኤነርጂኽን እንድመጽወክን ዳውን ድገብረክን ገለገለ እንድሕር ኮይኑ ብዝተፈላለየ ምኽንያት ማለት እዩ ዋላ ኣብ ሾሻል ሜድያ ክኸውን ይኽእል እዩ ዋላ እቲ ትሪኦ ትሰምዖ ክኸውን ይኽእል እዩ ብጣዕሚ እዩ ጸላዊ ኣብ ሂወትካ ሞት ስለዚ ክቡራተይ ንደቅኽን ንሓዳርክን ንነብስኽን እኹላት ትሩፋት ክትኮና ኩሉ ትሓስብኦ ክትገብራ እንድሕር ድኣ ኮይንክን ክሰልጠክን እንተኾይኑ ኣብዚ ነገር እዚ እውን ዓቲብክን ክትሕዝኦን ወሰንቲ ኮይንክን ኣብቲ ዘድልየክን ቦታ ክትርከባን ክትገብራን ክትንቀሳቀሳን ክት you know ክትሓስባሉን ይምሕጸነክን ንሎምዓንቲ ብዝካ ኣክለኒ ኣብ ድምጽ ቪድዮ ሓድሽ ቪድዮ ክርእየክኒ ዝፈተክና ነጥቢ ከዓ ኣብ ቦታ ኮመንት ጸሓፋለይ ወይ ከዓ ስኻትክን ከምዚ ከዓ እምበር እትብሎ ነገር ተሎ ከዓ ሼር ግበራኒ ኣነ ካባክን ስኻትክን ካባይ እንዳተደጋገፍካ እዩ ህይወት ኣብ ድመጽ በዓል ቪድዮ ክሳብ ዝርእየክን ኣምላኽ ምስ ኩልና ይኹን ደሓን ቀንያ ባይ ባይ